ሰላምን ጥዕናን ንኹልኹም ተኸታተልተይ ይኹን እንዳበልኩ ናብ ናይ ለማዓንቲ መደበይ ክኣቱ ኣብ ናይ ለማዓንቲ መደበይ ከምቲ ልሙድ ንዓኹም ንተኸታተልተይ የምህር እዩ ኢለ ዝሓሰብክዎ መደብ ሒዘልኩም መጼ ለኹ ናይ ለማዓንቲ መደበይ ዘልዕሎ ንጓል ኣንስተይቲ ኣጎምቢሕኻ ብድሕሪት ኮይንካ ብዶጊ ስታይል ናይ ጾታዊ ርክብ ናይ ፖዝሽን ዓይነት ጾታዊ ርክብ ምፍጻም ብሉጽ ኣዕጋባይ ዝገብርዎ ምኽንያታት ክንርኢ ኢና ከመይ ዓይነት መትሎ እንተሃልዩኩም ዝበለጸ ይምረጽ ዝብል ሓሳብ ውን ክንርኢ ኢና እስካብ ናይ መደበይ ፍጻመ ሓቢርኩምኒ ጽንሑ ነዚ ቻነል ሓድሽ ዝኮንኩም subscribe ብምግባርን ነታ ናይ ደውል ምልክት ሓንቲ ሻዕ ብምንካእን ዝተፈላለዩ ናይ ጾታዊ ርክብ ናይ ጥዕና ከምኡ ውን ናይ ሓዳርን ናይ ፍቅርን ሂወት ኢንፎርሜሽን ትረክብሉ ቻነል ሰድራ ንክትኮኑ ብክብሪ ንሓትት መደብና ናብ ብዙሓት ሰባት በጺሑ ብዙሓት ሰባት ትምህርቲ ንክወስድሉ like ጌርኩም ጀምርዎ። ስድራ ዝኾንኩምኒ እንዳመስገንኩ ናብ መደበይ ክምለስ ሕዚ ሕዚ ኣባና እንዳተለመደ እንዳተፈተወ ዝምረጽ ዘሎ ናይ ጉምብሒት ወይ ድማ ዶጊ ስታይል ናይ ጾታዊ ርክብ ናይ ፖዝሽን ዓይነት ብፍቑራት ብሰብ ሓዳር ብደቂ ተባዕትዮ ከምኡ ውን ብደቂ ኣንስትዮ ዝበለጸ ተፈታዊ ከምዝኾነ ይፍለጥ እዩ ንምንታይ እዩ ተፈታዊ ኮይኑ ዝብል በርባዕተ ነጥብታት ኣታሒዘ ክሕብረልኩም እየ እቲ ቀዳማይ እንሪኦ ሓሳብ ደቂ ኣንስትዮ ናቹራሊ ኣብ ብልዕተን ከባቢ ብዙሓት ስፓት ኣለወን እዞም ቦታታት ድማ ንደቂ ኣንስትዮ ናብ ናይ ፆታዊ ርክብ ዕግበት ንምብፃሕ ዝሕግዙ እዮም ብፍላይ ድማ ጂስፓት ንብሎ ብሉፅ ክፋል ኣሎ እዚ ስፓት ዝርከብ ኣብ ደቂ ኣንስትዮ ካብ ሕምብርተን ፍርቂ ስድሪት ቅርብ ኢሉ ብውሽጣዋይ ክፋል ብለተን እዩ። ነዚ ዶጊ ስታይል ንብሎ ናይ ጾታዊ ርክብ ናይ ፖዚሽን ዓይነት ኣብ ትጥቀሙሉ ግዘ ድማ ነዚ ጂ-ስፓት ብቐሊሉ ስቲሙሌት ክንገብሮ ንኽእል ኢና። ብቐሊሉ ናብ ዕግበት ንኽበጽሓ ብመትሎ ብቐሊሉ ክሕሰ ኣለዎ። ድንን ኢለን ብዶጊ ስታይል ናይ ፖዚሽን ዓይነት። ኣብ ዝኾናሉ ግዘ ብፍላይ ናብቲ ዓራት ብደንቢ ቅርብ ኣብ ዝብላሉ ግዘ ኣብ ከብደን ከባቢ እቲ ውሽጣዋይ ክፋል ብልዕተን ናብ ደገ ብደንቢ ውፅእ ንኽብል ይገብር እዩ። ስለዝኾነ ዋላ መትሎኹም ሓፂር እንተኾነ እውን ንጂስፓት ብቐሊሉ ንኽትነኽዕዎ ዝሕግዘኩም እዩ። ስለዝኾነ ድማ ብቐሊሉ ናብ ዕግበት ንኽተብፅሑ ክትሕወን ዝሕግዘኩም እዩ። እዚ እዩ ድማ ብደቂ ኣንስትዮ ዝበለጸ ተፈታዊ ዝገብሮ። ደቂ ተባዕትዮ እውን በዚ ፖዚሽን ክትፍጽሙ እንተለኹም ሙሉእ ክፋል ሰውነተን ብላዕሊ ክትሪኡ ስለትኽእሉ ተወሳኺ ዕግበት ንኽትረኽቡ ዝሕግዘኩም እዩ። እቲ ካልኣይ ንሪኦ ንዶጊ ስታይል ናይ ጾታዊ ርክብ ናይ ፖዚሽን ዓይነት። ብሉጽ ዝገብሮ ድማ ሓደ ሓደ ሰባት ብኣናል ሴክስ ወይ ድማ ብመቐመጫ ናይ ጾታዊ ርክብ ወልፊ ዘለዎም ኣለዉ። ነዚ ወልፊ ክትገድፍዎ ተደልዩ ደቂ ተባዕትዮ ድማ ተመሳሳሊ ዓይነት ስለ ዝኾነ ነዚ ኣናል ሴክስ ብምርሳዕ ዝሓሸ ተቐባልነት ዘለዎ ዶጊ ስታይል ናይ ጾታዊ ርክብ ናይ ፖዚሽን ዓይነት ጾታዊ ርክብ ንኽትፍጸሙ የኽእለኩም እዩ። ስለ ዝኾነ እቲ ካልኣይ ጥቕሚ ናይ ዶጊ ስታይል ድማ ብወልፊ ኣናል ሴክስ ዝተታሕዝኩም ሰባት፣ ካብኡ ንኽትርሕቁ ዝሕግዘኩም ስለዝኾነ እዩ። ኣብ መበል ሳልሳይ ንሪኦ ንዶጊ ስታይል ናይ ፆታዊ ርክብ ናይ ፖዚሽን ዓይነት ብሉፅ ዝገብሩ ድማ እዚ ንሰብ ሓዳር ዝህቦ ጥቕሚ እዩ። እዚ ፖዚሽን ካብቶም ካልኦት ፍልይ ብዝበለ መልክዑ እቲ ወዲ ናይ ዘርኢ ፍረ ፈሳሲኡ ወይ ድማ ነስፐርሙ ኣብ ዝሰደሉ ግዘ ቀልጢፉ ናብ ማህፀንክን ብቐሊሉ ንኽበፅሕ ብምግባር እንቋቑሖ ናይ ምስባር ዓቕሙ ካብቶም ካልኦት ናይ ፆታዊ ርክብ ናይ ፖዚሽን ዓይነታት ብዕጽፊ ንኽውስኽ ዝሕግዞ እዩ። ናይታ ጓል ኣንስተይቲ ካብ ሕቖኣ ንታሕቲ ዘሎ ክፋል ሰውነታ ናብቲ ዓራት ጽግዕ ስለ ዝብልን ካብ ሕቖኣ ንላዕሊ ዘሎ ክፋል ሰውነታ ድማ ልዕል ኢሉ ስለ ዘሎ ስፐርሙ ኣብ ዝሰደሉ ግዘ ብቐሊሉ ነቲ እንቋቑሖ ንኽሰብርን ነቲ እንቋቑሖ ንምስባር ጥንሲ ንኽትሕዛን ዝሕግዘኩም ብሉጽ ፖዝሽን እዩ። ኣብ መበል ራብዓይን ናይ መወዳእታን ንሪኦ። ንዶጊ ስታይል ፍሉይ ዝገብርዎ ካብ ዶጊ ስታይል ንረኽቦ ጥቕሚ ድማ ደቂ ተባዕትዮ ብጣዕሚ ንፈትዎ ፖዚሽን እዩ። ነዚ ክብል እንተለኹ ናይ ድሕሪት ክፋል ሰውነትኪ ብድሕሪት ኮይኑ ብቐሊሉ እንዳርኣየ ተወሳኺ ዕግበት ንኽረክብ ዝሕግዞን ኣብ መቕመጫኺ ከባቢ ኣብ ዝተፈላለየ ክፋል ሰውነትኪ እንዳነኻኽኣ ተወሳኺ ዕግበት ክህበክን ክረክብን ስለ ዝሕግዞ ነዚ ፖዚሽን ብሉጽ ይገብሮ። ኣብ ዓለምና ብጣዕሚ ብዙሓት ናይ ጾታዊ ርክብ ናይ ፖዚሽን ዓይነታት ኣለዉ። ኮይኑ ግና ኣብዝሓ ደቂ ተባዕትዮ ዝፈትውዎ ብበዝሒ ዝምረጽ ፖዚሽን ዶጊ ስታይል ናይ ፖዚሽን ዓይነት እዩ። ካብዚ ብተወሳኺ ድማ ኢቭን እንስሳታት እውን ምንም ዓይነት ናይ ምግንዛብ ዓቕሚ ከይሃለዎም፣ በዚ ናይ ጾታዊ ርክብ ናይ ፖዚሽን ዓይነት ጾታዊ ርክብ ዝፍጸሙ፣ ዕግበቱ ካብ ኩሎም ፖዚሽናት፣ ዝበለጸ ስለ ዝኾነ እዩ። ዝበለጸ ቀሊል፣ ዝበለጸ ዝምችው ውን ፖዚሽን እዩ። ደቂ ኣንስትዮ ድማ ኣፍቃሪኺ በዓል ገዛኺ ካባኺ ወጻኢ ንኸይኸይድ እንተ ደሊኺ በዚ ፖዚሽን ክትህብዮ ክትፈቕዲ ኣለኪ። ነዚ ኢለ ናይ ለማዓንቲ መደበይ በዚ ክዛዝም። ካብ ናይ ለማዓንቲ መደበይ ዝኾነ ሓድሽ ነገር ከም ዝሓዝኩም ተስፋ ይገብር። ነዚ ቻነል ሓደሽቲ ዝኾንኩም ሳብስክራይብ ብምግባርን ነታ ናይ ደውሊ ምልክት ሓንቲ ሻዕ ብምንካእን ክተተባብዑናን ስድራ ክትኮኑናን ብኽብሪ ንሓትት። መደብና ናብ ብዙሓት ሰባት በጺሑ ብዙሓት ኣሕዋትና ትምሀርቲ ንክወስድሉ ላይክ ሼር ምግባርኩም ኣይትረስዑ ሓሳብ ሪኢቶኹም ብኮሜንት ግለጹልና ብኻሊእ መደብ ብኻሊእ ሓሳብ እስካብ ንራኸብ ሰላምን ጥዕናን ንኹላትና የቐንየለይ።